ሰላም ሰላም ኩቡራት ተኸታተልቲ ሎሚ ቅድሚ ናብዛ ዛንታ ምእታውና ሓንቲ ሕቶ ክሓተኩም እደሊ ኣሎ ኣብ ህይወትኩም ጸልማት ዝወረሰኩም ኮይኑ ተሰሚዑኩም ይፈልጥ ዶ ገንዘብ የብለይ ዓቕሚ የብለይ ኩሉ ነገር ተዓጽዩኒ ኢልኩም ዝተጨነቕኩምሉ ግዜ ኣሎ ዶ ብፍላይ ድማ ስደት ነዊሕኒ ዕረፍቲ ስኢነ ዝሓሰብክዎ ክሳኻዓለይ ኣይከኣለን ኢልኩም ተስፋ ዝቆረጽኩም እንተለኹም እዛ ቪድዮ ንዓኻትኩም እያ። ዲ ዓይንኹም ዕጸው ሙሉእ ዓለም ብጸልማት ተዋሒጣ ሕሰቡዋ መብራህቲ የለ ቴሌቪዥን የለ ቴሌፎን የለ ህይወትኩም ከመይ ትመስል ሎሚ ዛንታ ናይ ሓደ ልክዕ ከምዚ ኩሉ ተዓጽይዎ ዝነበረ ሽሕ ግዜ ዝወደቐ ኣብ መወዳእታ ግን ንዓለም ብርሃን ዝሃበ ሰብ ከካፍለኩም እዩ ንሱ ድማ ቶማስ ኤዲሰን እዩ ዛንታ ቶማስ ኤዲሰን ዝጅምረሉ ካብ ቤት ትምህርቲ እዩ ሓደ መዓልቲ ኤዲሰን ገና ህፃን ከሎ መምሃራኑ ካብ ቤት ትምህርቲ ሰጎጉዎ ሓንቲ ዕፅውቲ ደብዳቤ ድማ ኣብ ኢዱ ሂቦም ነዚኣ ነዴኻ ጥራይ ሃባ ብሉ ኤዲሰን ነታ ደብዳቤ ነዲኡ ሃባ። ኣዲኡ ነታ ወረቐት ምስ ኣንበበታ ዓይኒ ምድሪ ንብዓት ክትሕዝ ኣይከኣለት። ኤዲሰን ሰንቢዱ ኣደይ እታ ደብዳቤ እንታይ ትብል ኣላ ኢሉ ሓተታ። ኣዲኡ ድማ ንብዓታ ደሪዛ ዓው ኢላ ንወዳ ከምዚ ኢላ ኣንበበትሉ። ወድኺ ኤዲሰን ብጣዕሚ በሊሕ እዩ። እዚ ቤት ትምህርቲ ንዕኡ ምምሃር ዓቕሚ የብልና። ስለዚ ካብ ሎሚ ጀሚርኪ ኣብ ገዛ ኮንኪ ባዕልኺ መሃርዮ ትብል ኣላ በለት። ኤዲሰን በዚ ተተባቢዑ ዓቕሙ ኣሚኑ ኣብ ገዛ ኮይኑ ተማሃረ። ግን ድሕሪ ዓመታት ኣዲኡ ምስ ሞተት ኤዲሰን ነታ ደብዳቤ ኣብ ሳንዱቕ ረኸባ። ኮፍ ኢሉ ምስ ኣንበባ ግን እታ ኣዲኡ ዝበለቶ ደብዳቤ ዘይኮነት ከምዚ ትብል ነበረት፣ ወድኺ ኣእምርኡ ድኹም እዩ፣ ካብ ሎሚ ጀሚሩ ናብ ቤት ትምህርቲ ክመጽእ ኣይነፍቅድን ኢና፣ ተባሪሩ ኣሎ ነበረት። ኤዲሰን በኸየ፣ ኣብ መዝገቡ ድማ ከምዚ ኢሉ ጸሓፈ፣ ቶማስ ኤዲሰን ኣእምርኡ ድኹም ዝነበረ ህጻን ብጅግና ኣዲኡ ግን ናይ ዓለም ዓቢ ተመራማሪ ኮይኑ ኣሎ በለ። ኤዲሰን ዓቢ ምስ ኮነ፣ ዓለምና ብጸልማት ትነብር ስለ ዝነበረት፣ ኤለትሪክ መብራህቲ ክምህዝ ደለየ። ግን እዚ ጉዕዞ ቀሊል ኣይነበረን። ሓደ ግዜ ኣይኮነን ፈትዩ፣ ዓሰርተ ግዜ ኣይኮነን ፈትዩ፣ ሚእቲ ግዜ እውን ኣይኮነን ፈትዩ። ኤዲሰን መብራህቲ ንምስራሕ ሽሕ ግዜ ፈቲኑ ወዲቑ። ሰባት ይላገጹሉ ነበሩ። ሓደ ጋዜጠኛ መጺኡ ብትኩረት ሓተቶ፣ ሚስተር ኤዲሰን፣ ሽሕ ግዜ ከውድቐካን ክትጋገን ከለኻ ኣየድክመካን ድዩ? ኢሉ ሓተቶ። ስለምንታይ ዘይትገድፎ በሎ። ኤዲሰን ግን ፍሽኽ ኢሉ ታሪኻዊ መልሲ ሃቦ። ኣነ እኮ ኣይወድኦኩን እንታይ ደኣ እቲ መብራህቲ ዘየብርሃሉ ሽሕ ጌጋታት መንገድታት እየ ረኺበ ስለዚ ሕጂ ነታ ሓንቲ ትሰርሕ መገዲ ንምርካብ ቀሊል እዩ በሎ ኤዲሰን ተስፋ ኣይቆረፅን ድሕሪ ሽሕ ግዜ ፈተነ ድሕሪ ሽሕ ግዜ ለይትን መዓልትን ፃዕሪ እታ መዓልቲ መፀት ኤዲሰን ካርቦን ዝተለኸየ ቀጢን ፈትሊ ኣብ ውሽጢ እታ ጥርሙስ ገበረ። ሰዊች ለቐቖ። ካብ ኩሉ ዝተፈለየ ነገር ተፈጥረ። እታ መብራህቲ ተወሊዓ ከም ናይ ቀደም ሓንሳብ ተወሊዓ ኣይጠፈትን። ንደቓይቕ ንሰዓታት በርህት። ኤዲሰን በታ መዓልቲ ንዓለም ካብ ጸልማት ኣውጽኣ። ሽዑ ኤዲሰን እንታይ በለ? ብዙሓት ዝወድቁ ሰባት ክወድቁ ከለዉ ንዓወት ክንደይ ቀሪቦም ከም ዝነበሩ ስለ ዘይፈለጡ እዮም ተስፋ ዝቆረጹ በለ ግን ፈተና ህይወት ኣየቋረጸ ወዲ 67 ዓመት ከሎ ሓደ ዘሰንብድ ሓደጋ ኣጋጠሙ እቲ ዕድመ ሙሉእ ዝሰራሓሉ ዝመሃዘሉ ዓብዪ ላባራቶሪ ብሓዊ ተቓጸለ። ኩሉ ንብረቱ፣ ኩሉ ጽሕፈቱ፣ ኩሉ ውጽኢት ጻዕሩ ኣብ ቅድሚ ዓይኑ ይነድድ ነበረ። ወዲ ቻርለስ ኣቦኡ ተስፋ ቈሪጹ ክወድቕ ወይ ልቡ ክስበር እዩ ኢሉ ሓሰበ። ኤዲሰን ግን ናብቲ ወዲ ጠመተ እሞ ከምዚ በለ፣ ቻርለስ ኪድ ነዴኻ ጸዋዓያ ክንጅምር ኢና በለ። ኤዲሰን ልክዕ ከምቲ ዝበሎ ድሕሪ ሰለስተ ሰሙን ነቲ ድምጺ መቕረጺ ዝበሃል ዓቢ ምህዞ ሒዙ ቀረበ። ቶማስ ኤዲሰን ካብ ሽሕ ውድቀት ተንሲኡ ንዓለም ብርሃን ሂቡ። ሎሚ እዚ መዓልቲ ንዓኻ እዩ። እወ ንዓኻ ንዓኺ። ምናልባት ሕጂ ቪድዮ ትርኢ ዘለኻ ገንዘብ የብለይ ጁባይ ባዶ እዩ ትብል ትህሉ ትኸውን። ዘኩሮ ኤዲሰን ከምኡ ባዶ ኢዲ እዩ ጀሚሩ። ሃብቲ ማለት ኣብ ጁባኻ ዘሎ ገንዘብ ኣይኮነን እንታይ ደኣ ኣብ ኣእምሮኻ ዘሎ ዘይነጽፍ ፍልጠት እዩ። ምናልባት ዕረፍቲ ስኢነ፣ ደኺመ፣ ለይትን መዓልትን ሰሪሐ ለውጢ ስኢነ ትብል ትህሉ ትኸውን። ዘክሮ፣ እቲ ለውጢ ድሕሪ ድኻም እዩ ዝመጽእ። እቲ መብራህቲ ቅድሚ ምውልዑ ሽሕ ግዜ ክጽዕር ግድነት እዩ። ብፍላይ ድማ ንዓኻትኩም ስደት ነዊሕኒ፣ ኣብ ዓዲ ጓና ዕድመይ ሓሊፉ፣ ተስፋ ቆሪጸ እትብልሉ ዘለኹም ወገናት ስደትኩም ሽሕ ግዜ ከም ምውዳቕ ክስምዓኩም ይኽእል እዩ፣ ግን ተስፋ ኣይትቑረጹ። እቲ ዘለኩም ቦታ መወዳእታኹም ኣይኮነን። ነቲ ናትኩም ሽሕን ሓደን ግዜ ገና ይመጽእ ኣሎ። እታ ናትኩም መብራህቲ እውን ክትውላዕ እያ። በዚ ዛንታ ልብኹም ተደቢሱ ሓዱሽ ዓቕሚ ረኺብኩም ክትኮኑ ተስፋ ይገብር። በቶም ተስፋ ዝቖረጹ ኣሕዋትና ምእንቲ ክበጽሖም እዛ ቪድዮ ሸር በልዋ። ዝያዳ መሓሪ ዛንታ ንምርካብ ሳብስክራይብ ብምግባር ኣይትረስዑ። ኣብ ቀጻሊ ክሳብ ንራኸብ ሰሰናዩ።